ሰላምን ጥዕናን ንዓኹም ይኹን ዝኸበርኩም ሰማዕትና ብሃርሜኒ ሚድያ ንሎሚ ረቡዕ ዕስራን ክልተን ለካቲት ዝተዳለወ ሓጸርቲ ዜናታት እንሆ። ፈለማ ቀንዲ ነጥብታቱ። ኣብ ገበን እተዋፈሩ ኮተቴ ካብቲ ሕጊ ዝፈቕዶ ዝነውሐ ግዜ ኣብ ትሕቲ ቀይዲ ይጸንሑ ምህላዎም ተገሊጹ። ትማል ሰሉስ ሕብስቲ ሰምላ ተባዒሉ። መላእ ኣውሮጳን ሽወደንን ኣብ ዘተሓሳስብ ስግኣት ኣድሕነት ምህላዎም ተገሊጹ። ኣርእስተ ዜናታት ክትሰምዑ ጸኒሕኩም ክቡራት ሰማዕትና፣ ናይዚኦምን ካልኦትን ዜናታት ዝርዝራት ድሕሪ'ዚ ሓጻር መሰጋገሪት ተጸበዩና ምሳና ጽንሑ። ዕድሚኦም ካብ ዓሰርተው ሓሙሽተ ክሳብ ዓሰርተው ሸውዓተ ዝኾኑ ኮተቴ ካብቲ ብሕጊ ፍቑድ ዝኾነ ግዜ ማለት ሰለስተ ኣዋርሕ ንላዕሊ ኣብ ማእከላት ቀይዲ ከምዝርከቡ ኣገልግሎት ዜና ሬድዮ ሽወደን ጸብጺባ። ቅድሚ ክልተ ዓመታት፣ ትሕቲ ዕድመ ኮተቴ ንንውሕ ዝበለ ግዝያት ኣብ ትሕቲ ቀይዲ ክጸንሑ ከምዘይብሎም ዝድንግግ ሕጊ ወጺኦ ምንባሩ ዝፍለጥ ኮይኑ፣ እዚ ክስተት ነዚ ሕጊ ዝጥሕስ ተግባር ምዃኑ እቲ ኣገልግሎት ዜና ወሲኹ ሓቢሩ'ሎ። እቲ ገበን ኣዝዩ ከቢድ ጎነጻዊ ገበን ምስ ዝኸውን፣ እዞም ፈጸምቱ ትሕቲ ዕድመ ኮተቴ'ውን እንተኾኑ ንንውሕ ዝበለ ግዜ ኣብ ትሕቲ ቀይዲ ክጸንሑ ከምዝኽእሉ ትጽቢት ክግበር ኣለዎ ክብል ሚኒስተር ፍትሒ ጉናር ስትሮመር ንሬድዮ ሽወደን ገሊጹ'ሎ። ሽወደናውያን ብክሬም ዝስንከት ሕብስቲ ሰምላ ዘስተማቐሩሉ ዕለት ፈስቲስዳግ ትማል ሰሉስ ኣብዒሎም። እቲ በዓል ኣብቲ በዓል ኣስታት ሽዱሽተ ሚልዮን ሰምላ ከም እተሰንከተ ዋና ኣካየዲ ስራሕ ማሕበር ሰንከትቲን ኣዳለውቲ ኣብ ሽወደንን ማርቲን ሉንደል ገሊጹ'ሎ። እዛ መዓልቲ ንሽወደናውያን ሰንከትቲ ዓቢ ትርጉም ከም ዘለዋ ሉንደል ወሲኹ ገሊጹ'ሎ። ኣስታት ሽዱሽተ ሚልዮን ሽወደናውያን ብውሕዱ ሓንቲ ሰምላ ይበልዑ እዮም ዝብል ትፅቢት ኣሎና ክብል ማርቲን ንሬድዮ ሽወደን ገሊጹ ኣሎ። ኩነተት ጸጥታ ሽወደንን ኣውሮጳን ኣብ ዝሓለፈ ዓሰርተ ዓመታት ካብ ዝነበሮ ኣብ ኣዝዩ ዘተሓሳስብ ኩነታት ምህላው ተገሊጹ። ኣብ መንጎ ሩስያን ሃገራት ምዕራብን ዘሎ ወጥሪ ብሰንኪ ኲናት ዩክረይን ኣዝዩ ናብ ዝለዓለ ጠርዙ በጺሑ ምህላዉን እዚ ድማ ንጸጥታዊ ኩነታት ኣውሮጳ ኣብ ኣዝዩ ተኣፋፊ ኩነታት ኣውዲቕዎ ምህላዉን ኣገልግሎት ወተሃደራዊ ስለያን ድሕነትን ሽወደን ኣብ ዘቕረቦ ዓመታዊ ጸብጻቡ ኣመልኪቱ። እዚ ይኹን'ምበር ሽወደን ናብ ኔቶ ሕቶ ኣባልነት ካብ ተእቱ ንደሓር ካብ ብዙሓት መሻርኽቲ ናይ ድሕነት መረጋገጺ ከም እተዋህባ እቲ ጸብጻብ ወሲኹ ሓቢሩ'ሎ። ኣዝየን መርዛማት ዓሌት ሳሬት ኣብ ሳንድቪክን ጥቓ ጋቭል ኣብ ዝርከብ ትካል ንዝሰርሑ ሰባት ሽግር ኮይነን ምህላወን ተገሊጹ። እዘን መበቆለን ካብ ሃገረ ቺለ ዝኾና ሳሬት ካብ ዝፍለጣ ዓመታት ሓሊፉ'ሎ። ገለ ሳሬት ዘጽንዑ ሰባት ብሳናዱቕ ካብ ጫካ ኣማዞን ማለት ብራዚል ሒዞመን ክመጽኡ ዝመጹ ክኾኑ ከም ዝኽእሉ ሬድዮ ሽወደን ወሲኻ ገሊጻ ኣላ። ምስ ሃርሜኒ ሚድያ ኢኹም ዘለኹም ክብራት ሰማዕትና ኣብ መወዳእታ ኣብ ዮቶበሪ ዝነብርም ንኣገልግሎት ማሕበራዊ ጉዳያት ሽወደን ብምቋም ዝፍለጥ ዓሊ ኣል ሲዳኒ ብተግባራቱ ከም ዝጠዓስ ገሊጹ እቲ ንሱ ዝገብሮ ዝነበረ ተቓውሞ ናብ ኣህጉራዊ ምዝባዕ ሓበሬታ ከም እተቐየረ እቲ ጉዳይ ምስ ዘይግብኦም ሰባት ምትሕሓዙን ከኣ ከም ዘጠዓሶ ንጋዜጣ ስቨንስካ ዳግብላዴት ጸብጺቡ'ሎ። ዓሊ ምስ ሬድዮ ፒ ፎር ዮተበርይ ኣብ ዝገበሮ ጻንሖት፣ ብማሕበራዊ መራኸቢ ብዙሃን ኣቢሉ ኣብ መንጎ ኣገልግሎት ማሕበራዊ ጉዳያት ሽወደንን ወለድን ዘሎ ርክባት ከደንፍዕ ከም ዝደሊ ገሊጹ'ሎ። እምበኣር ክቡራት ሰማዕትና ንሎሚ ረቡዕ ዕስራን ክልተን ለካቲት ዘዳለናዮም ሓጸርቲ ዜናታት እዞም ክሳብ ሕጂ ክትከታተልዎም ዝጸናሕኩም ኢኹም። ምሳና ብምጽናሕኩም ኣዚና ነመስግን። ሰላም።